ክንመሃር ኢና ድማ ከምዚ ክምህረና ዝፀንሐ እንደገና ክንመሃር ኢና እስከ የሱስ ክምለስ እዩ ኢልኩም እስከ ሼር ግበርዎ ከም ብሓድሽ ጌርኩሞ እንዲኹም ከም እንደገና ግበርዎ ሕጂ ኩልኻትኩም ኣብቲ ፌስቡክ ኣቲኹም ዋን ቱ ሚኒት ክበኩም እየ በቃ ነቲ ሕጂ ዝካየድ ዘሎ ኣገልግሎትና ነዚ ሕጂ ዝሓልፍ ዘሎ ናብ ኩሉ ሰብ እንደገና ኣብ ዋትሳፕ ድዩ ኣብ ገለ ድዩ ብዘይገድስ ኣብ ኩሉ የሱስ ክምለስ እዩ ኢልኩም ሼር ግበርዎ ኢኹም እቲ ኩሉ ግዜ እናፍቆ ጎይታ እቲ ስልኡ ብዙሕ መከራ ንጸግብ ዘለና ጎይታ ብብዙሕ መከራ ንሓልፍ ዘለና ስልኡ ክንብል ነታ ህይወት ዘለኣለም ካብ ህይወትና መታን ከይትውሰድሲ ዓቂምና ክንሕዛ ግናኻ ብሰንካ ማእለያ ዘይብሉ ሽግር ዝረኽበና ዘሎ ተስፋና እሙን ኣምላኽና እንተኸውን እዩ የሱስ ክምለስ እዩ ኣብቲ ኮመንት ኣይኮንኩም ዝብለኩም ዘለኹ ኣብ ኮመንት ክፅሕፍ ትኽእሉ ኢኹም ነቲ ሕጂ ዝካየድ ዘሎ ኣገልግሎት ሸር ግበርዎ ኢኹም ሕራይ የሱስ ክምለስ እዩ ኢልኩምሲ ኣርእስቲ ንእብኡ ሂብኩም ሼር ግበርዎ ኢኹም ነዚ ናይ ስጀፋን ኣገልግሎት ማለት እዩ ራይ ምክንያቱ ንዓ ሰሚዑ ሕጂ ሰብ ኣብ ዓራት ዘቀሰ ክህሉ ይኽእል እዩ ኣብ ሕክምና ዘሎ ሰብ ክህሉ ይኽእል እዩ ኣብ ፍሉይ ቃንዛ ዘሎ ሰብ ክህሉ ይኽእል እዩ ፈውሲ ክኸውን እዩ ስም እግዚኣብሔር ዝተባረኸ ይኹን ስም ጎይታ ንዘለኣለም ልዕል ይበል የሱስ ክምለስ እዩ ብሓቂ ኢየሱስ እንታይ ክገብር እዩ ክምለስ እዩ ክመፅእ እዩ እዚ ንብሎ ዘለና ሓቂ ዝኾነ ቃል ታሪክ ኣይኮነን ወይ ፅውፅዋይ እውን ኣይኮነን እዛ ንስኻትኩም ዘለናይ ዓለም እቲ ዝፈጠራ ጎይታ ባዕሉ ክውድኣ ክመፅእ እዩ ነቶም ዘፍቅርዎን ኩሉ መዓልቲ ኣብ ቅድሚኡ ድማ ብንስሓ ንዝመላለሱ ሰባት ድማ እንታይ ክገብር ይብሲድኩም ክወስድ እዩ ባት ኣር ዩ ሬዲ ድልዋት ዲኹም ምክንያቱ ቃል እንታይ ኢልና ኣሎ ኩሉ ሳዕ እተዳለኹም ኩኑ ዝብል ፅሑፍ ኣለና ኩሉ ሳዕ ይገርመኒ ነቶም ሃዋርያት መልእኽቲ ኩሉ ሳዕሲ ድልዋት ኩኑ ነይና እዩ ኩሉ መዓልቲ ድልዋት ኩኑ ዝብለና ዘሎ ሎም መዓልቲ የሱስ ክመፅእ ከም ዝኽእል ሕጂ እንዳሰበኽና ኮፍ ኢልና እንዳተምሃርና እንክልና ክመፅእ ከም ዝኽእል የሱስ እናኣመንና እናፈለጥና ኩሉ ሳዕ ድልዋት ክንከውን ኩሉ ሳዕ ድልዋት ኩሉ ሳዕ ዝተዳለኹም ኩኑ ኩሉ ሳዕ ኩሉ ግዜ ናይ ንስሓ ሂወት ክህልወኩም ኣለዎ ናይ ንስሓ ሓደ ሰብ ኣነ ብርቱዕ ዝብል እኮ የለን ሳላ ደም እቲ ገንሸልን ሳላ ቃል ምስክሩን ሰዓርዎ እዩ ዝብለና ነቲ ዝሕዘና የሱስ ክመጽእ ከሎ ከትርፈና ዝለኣኽ ዘበለ ናይ ሰይጣን ተልእኾ ካብኡ ክነመልጠሉ ንኽእል እንታይ ድዩ ቃል እግዚኣብሄርን ደም የሱስ ክርስቶስን ብኡ ኢና ሓራ ንወፅእ ነዚ የሱስ ክምለስ እዩ ዝብል ትምህርቲ ብዙሓት ሰቢኾም ኣለዉ ብዙሓት ተዛሪቦምሉ ኣለዉ ብዙሓት ሪኦሞ ኣለዉ ደጋጊመ ክንደይ ግዜ ሪኦ ኣለኹ ንዑ ክንደይ ግዜ ናይ ብሓቂ ካ ትሓዝን ናይ ብሓቂ ካ ትሕጎስ ዘሕዝነካ ብዙሓት ናይ ኣምላኽ ሰባት ኢና ዝብሉ ክተርፉ ትርኢ ብዙሓት ዘመርቲ ኢና ኣገልገልቲ ኢና ምእመን ኢና ዝበሉ ከይተነጠቑ ክተርፉ ከለዉ ክትርኢ ከለካ ብጣዕሚ ትሓዝን እቲ ቪዥን ስለ ትሪኦ ማለት እዩ ዘሐጉሰካ ድማስ ናይዛ ዓለም እዚኣ ገልጠምጠም ከኣስ ይውዳእ ድሕርቲ ናይ ምንጣቕ ግዜ ሽሕ ዓመት ምድሪ ክጸኒሓ የሱስ ክነግስ ስለ ዘለዎ ምድሪ ማለት እዩ እቶም ብትኽክል ምስ እግዚኣብሄር ላይኖም ማለት መንገዶም ሒዞም ብንስሓን ብኩሉ ፍርሃት ኣምላኽን ክመላለሱ ዝጸንሑ ሰባት ድማ ጎይታ ክወስዶም እዩ እንታይ ንብ ዘለና የሱስ ክምለስ እዩ እስከ የሱስ ክምለስ እዩ እስከበሉ ብኣፍኩም የሱስ ክምለስ እዩ የሱስ ንዓ እስከበልዎ ግን ተዳሊኹም ዲኹም ብሩኻት ሎም መዓልቲ ዝመፀና ጎይታ ሲ ብሓቂ ካብ ሓጢኣት ተነሲሕና ዲና ካብ ዝገበርናዮ ክፋኣት ወፂና ኣለና ዶ ወይስ እንለማመዶ ነገራት ኣሎ ወይስ ተለማመድናይ ነገር ኣሎ ድዩ ኖርማል መሲልና ሲ እንታይ ፀገም ኣለዎ እሞ እንታይ ሽግር ኣለዎ እንብሎ ነገርስ ኣሎ ድዩ ወይስ ኩሉ መዓልቲ ሎም መዓልቲ የሱስ ክርስቶስ ክመፅእ ከም ዝኽእል ሕጂ የሱስ ክመፅእ ከም ዝኽእል ኣሚንና ኢና ንመላለስ ዘለና ወይስ ነኖ ጎይታ ገና እዩ ዝመፀሉ ሰዓት ውይ ርሑቕ እዩ ዝመፀሉ ግዜ ገና ገና ገና ሕጂ ኮነን ኢልና ኢና ተዘናጊዕና ዘለና የሱስ ከም ቃሉ ክምለስ እዩ ዳስዋይ ድማ ኢና ኩሉ ግዜ እንታይ ንገብር ዘለና ብዘይ ምቁራፅ ብዘይ በቃ ተስፋ ምቑራፅ ብዘይ ምሕላል እንታይ ንገብር ዘለና ንሰብኽን ንምህርን ዘለና ማለት እዩ ነዚኦም ሃዋርያት ወይ ከዓ እቶም ዓበይት ናይ ኣምላኽ ሰባት ቅድሚያ ዝነበሩ ሃዋርያትን ነቢያት እንታይ ኢሎም ኩሉ ሳዕ እተዳለኹም ኩኑ ሎማዓት እስከ ሓተኩም ኣለኹ ብሩኻት ሕጂ ሎማዓት እዩ ስለዝመፅእ ሲ እንታይ ምበልኩም እስከ ክንደይ ሰባት ኢኹም ቦልድነስ ዘለኩም ክትከዱ ያ ሎማዓልቲ ኣነ ይኸይድ ኣሚነ እንድየ ደይኮነሲ በቃ ያ ኣነ ዝፈልጦ ነገር ወላ ሓንቲ የብለይ ዝሓዘኒ ዘጨነቐን ዘሸግረኒ ፅልኢ ይኹን ቂምታ ይኹን ክፍኣት ይኹን መንዝርና ይኹን ርክሰት ይኹን ዓለማውነት ይኹን ኣይደነው ንዓይ ዝሓዘኒ ነገር የለን ኣም ሬዲ ሕጂ ተዝመፅእ ጎይታ ኣነ ክኸይድ ይኽእል እየ ኢሉስ ትብዓት ዘለዎ ካብ ዝብዚ ዘለና ጉባኤ እስክንደይነት እዩ ወይስ ወ ኣነ እኳ ኣይተነሳሓኹን ያ ከምዚ ባህርያት ኣለ እንታይ ክገብር እየ በቃ በዓሉ መፅኦ እናግፈኒ እምበር ኣነ እንታይ ክገብር ኢኹም ትብል ዘለኹ የሱስ ክምለስ እዩ ካብዚ ኣብዛ ዓለም እዚኣ ከለኹም ፀበባ ኣለኩም ኢሉ ዝኣወጀላ ዓለም እዚኣ ናይ ፀበባ ዝኾነት ዓለም እዚኣስ ክወስደና የሱስ ክመፅእ እዩ ብዙሓት ሰበኽቲ ነዚ ክምህሩ እንከለዉ በቃ ጎይታ ጥራሕ ተቐበል እምበር ባዕሉ ጎይታ ምጽእ ኢሉ በቃ ወላ ሓንቲ ክወስደካ እዩ ዝብል ሰባት ኣለዉ ኣነ ግን ከምኡ ይኮንኩን ዝርኢ ኩሉ መዓልቲ ሰላሳ ዓመት ዘገልገሉ ሰባት ክተርፉ ከለዉ ሪኦ ኣለኹ ከመይ ገይረ ክዛረቦም ኣነ ሕጂ ሰብኡ ኢኹም ውን ሓደ ኣማኒ እየ ዝብል ዘይኮነስ ኣገልጋሊ እየ መፅሓፍ ቅዱስ ፈልጥ እየ ዝብል እሞ ክንደይ ዓመት ዘገልገለስ የማነ እዚ እኮ ክኸይድ ኣይክእልን እዩ እዚ እኮ ከምዚ እዩ እዚ እኮ ከምዚ እዩ ክብለኒ ከሎሲ ፓስተር ጎይታ ከም ዝብለካ ርኢ ክብሎ ኣነ ንባዕለ ብጣዕሚ ተጨኒቐ ዘለኹ ንህዝብና ከመይ ገይረ ከም ነገሩ ጠፋኣኒ ምክንያቱ ንዑ እንታይ ክኾኑ ሕጂ ፅፅዋ እዩ ክኸውን የዕርዮ እባ በቃ ንገለገለ ሰባት ሕጂ ዳግማይ ተወልደኒ ዝብለኒ ወይ እሱ ከዓስ ፓስተር ኮይኑስ ፓስቲሩስ ንክንደ ዓመት ኣገልግሉ ኣሎ ከዓ ዳግማይ ተወልደኒ ብለኒ ሕጂ ነሰብ ዝደውለሲ ፓስተር ከም ብሓድሽ ባ ጎይታ ተቐበል ዝብለስ እንታይ በለኒ ሕጂ ኣብ ሚድያ ምረኸብኩሞ ይልኩ ኣታ ሓደ በቃ ነቢኤ በሃላይ መፅኡ ጎይታ ተቐበል ኢሉ ንርኣይ ወይሉ ክንደይ መስሓቂ ክገብር ረእይዎ ንዕኡ ግን ምጠቐመቶ ነይራ ንሳ እያ ክትድሕኖ ትኽእል ጎይታ ክቐብለካ ክብሎ ከለኹስ ሕራይ ዝብል መድሓን ክገርመኩ ክንደየኖት ሰባት ኢና ዚስ ኢዝ ማይ ኮሽን ሕጂ እየ ስለ ዝመፅእ ክንከይድ ንኽእል ሕሰቡ እስከ ኢየሱስ ይመጽእ ኣሎ ኣነግረኩም ኣለኹ ኢየሱስ ይመጽእ ኣሎ ኢዝ ቨሪ ሬዲ ኣብቲ ናይ መጨረሻ ዘመንና ዘለና ራእይዎ ኢኹም ናይ እስራኤል ምስፍሕፋሕ ራእይዎ ናይ እስራኤል ሓይሊ ራእይዎ ኢኹም ኢየሱስ ክመጽእ ከሎ በቃ ክወሃብ ዝግብኦ መልእኽቲ ሕጂ ተሪፋቶም ዘላ እታ ቤተ መቅደስ ምስራሕ ተወዲኡ ካልእ ኩሉ ትንቢታት ተፈጺሙ ኣብዚ ህሞት እዚ እንከለና ኣነ ንስኻትኩምን ንሰብኽ ንምህር ንምዕድ ኣለና እንደገና ወንጌል ንሰብኽ ኣለና የሱስ ምስ ዝመፅእ ነዚ ንዓዮ ዘለና ዕዮ የሱስ ኣፕሪሽት ይገብሮ የድንቆ ድዩ የሱስ ምስ ዝምለስ ህይወትና ፀሪና ኣሎና ዶ ኣነ ካቶሊክ እየ ኣነ ከንሻ እየ ኣነ ጴንጠ እየ ኣነ ፈዝሚሽን እየ ኣነ በቃ ፔንትኮስታል እየ ኣነ ስጀይፋን እየ ኣነ ከምዚ እየ ኣነ ከምቲ እየ ኣነ ምስ ፓስተር ክስቶ እየ ኣነ ምስ ነቢ ክስቶ እየ ገለ ዲና ንብል ዘለናስ ወይስ ብትኽክል የሱስ ኣብ ህይወትና ዝሕጎሰሉ ህይወት ሒዝና ንመላለስ ኣለና ጸርፊ ከመይ ኣለኹ ሓጢኣት ከመይ ኣለኹ ምንዝርና ርኽሰት ቂምታ ጽልኢ ከመይ ኣለኹ ካራክተርኩም ከመይ ኣሎ ገሌኹም ስጀፋን ተባሂልኩም ካራክተርኩም ዘይተቐየረ ኣለኹም ስቲል ስጀፋን ከለኹም ሲ ካበይ ኢኹም ኣምፂኹም ኣይፈልጥን ኣነ ስጀፋን መራሒ ዘለኹ ብትዕግስቲ ብፍቕሪ ብትሕትና ብዓቕሊ ከመይ መርሓኩም ኣለኹ ትሪእዎም ኣለኹ ትሪእዎን ትርእኒ ኣለኹም ኣብ ንሓሕትኩም ክትበኣሱ ወይ ካብ ንሓሕትኩም ዝኾነ ቃል ክትላወጡ ክሰምዕ ከለኹ ናይ ብሓቂ ድስምብድ ካበይ እዮም ዝመሃርዎ ዘለዎ እየ ዝብል ስለዚ ስጋኹም ኣብ ስጀፋን ኣሎ መንፈስኩም ግን ለይቲ ለይቲ በሪሩ ናብ ካልእ ቸርሽ ይኸይድ ኣሎ ማለት እዩ ብርክስቲ ካራክተር ካብ ኢኹም ኣምፂኹሞ እንዳፀረፉኒ ይፀርፍኒ እንታይ ኣፀሪፎም ትምልሱ ኮንኩም ሲ ካብ ኢኹም ኣምፂኹሞ ብኩሉ ትዕግስትን ብኩሉ ፍቅርን ከመይ በቃ ይመርሕ ኣለኹ ትርእኒ ኣለኹም ስለምንታይ ትልኩምኒ ንሰብ ፈሪሀ ኣይኮንኩን ከምኡ ዝገብር ዘለኹ የሱስ ክመፅእ እንከሎስ ከይሓፍር ክንደይ ዓመት ኣገልጊልካ ክንደይ ከምዚ ጌርካ ኣይኮነ ዝብለካ ጎይታ የማነ ፅሩይ ዲኻ እዩ ዝብለካ ሕጂ ብዙሓት ሰባት ኣነ እኮ ፀረየ ፀረየ ስለ ዝኾንኩ ይኮነ ጎይታ ተቐቢለ እዮም ዝብሉኻ እዎ ምስ ጎይታ ምስ ተቐበልካ ግን ፅሬት ከድልየካ እዩ ዘይትኽእሎ ነገር ድማ ኣብ ኣምላኽ ጥራዕ ጎይታ ተቐቢልካ ድላይካ ምግባር ኣይኮነን ንምድሓንኩም ብራዕድን ብምንቅጥቃጥ እንታይ ግበርዎ ኢኹም ፈፅምዎ እስከ በሳዕ እዚ ኣብ ፌስቡክ ዘለኹም ኣብ ዝም ኮንኩም ሰምዑን ዘለኹም እስከ ሓንሳብ ናይ ንስሓ ግዜ ክንወስድ ሎም ለይቲ መፅኡ ጎይታ ሲ ናይ ሓቂ ነርክብ ዘለኹ እስከ ኩላትና ሓንሳብ ዋን ሚኒት ቱ ሚኒት እስከ ጎይታ ምሕረት ግበረለይ እስከ በሉ ዝሓምዮ ከይተረድኣኒ ይሓሚ ከይህሉ ከይተረደኣኒ ይምንዝር ከይህሉ፣ ከይተረደኣኒ ኣብ ዝሙት ወዲቐ ከይህሉ፣ ከይተረደኣኒ ይሰርቕ ከይህሉ፣ ከይተረደኣኒ ንሰባት ቃላት ሕማቕ የስምዕ ከይህሉ፣ ከይተረደኣንስ ቃላተይ በቃ ምስ ሓብተይ ይበኣስ ምስ ሓወይ ይበኣስ ኣብ ህልኽ ኣትየ ከይህሉ ጎይታ ምሕረትካ ኣብዝሓለይ እስከ በሉ። ህልኽ እኮ ጥንቆላ እዩ ኢልዎ ኣሎ። ምስ ሓውኻ ትተሃላለኽ ተኾንካ ጥንቆላ እኳ እዩ። ጥንቆላ ሒዝካ ከለኻ ከመይ ገይሩ ጎይታ ክወስደካ እስከ ንገሩኒ። ምስ ሓብትኺ ህልኽ ሒዝክሲ ከመይ ኢልካ ክትንጠቒ? ጥንቆላ እኮ እዩስ ሓሳብ እስከ ጎይታ ምሕረት ግበረልና እስከ ንበል ብሽም የሱስ ክርስቶስ ጎይታ ስለቲ ዝረኣናዮን ስለ ዝሰማዕናዮን ናይ ምጽኣትካ ኣብ ቅድሚኻ ንቐርብ ኣለና በጃኻ ምሕረትካ ንእውጃ እናሎ መዓልቲ ከም ስጀይፋ ሚኒስትሪ ልበይ ፈውስ እስከ በሉ ብሩኻት ሰበኽቲ ኮኖም ውሒዶምና ዘለዉ ዝተቐደሰ ሰብ ውሒድና ኣሎ ሰበኽቲ ኮኖም ውሒዶም ዘለዉ ካራክተሩ ዝተለወጠ ሰብ ውሒድ ኣሎ ናይ ክርስቶስ ባህርያት ዝሓዘ ሰብ ግን ውሑድ እዩ ዘሎ ረእዎ ተዝነግረኩም ትስንብድ ኢኻ ዝኣምን እውን የለን እስከ ተነሱ ሓንሳብ ናብ ንስሓ እስከ ኩላትና ብሓቂ ተተንበርኪኽና ዲና እንተደው ኢልና ዲና እንተኮፍ ኢልና ብሓቂ እብለኩም ዘለኹ ኣእዳውና ኣልዒልና ጐይታ የሱስ ሎሚ መዓልቲ ካብ ባርያኻ ቃል እሰምዕ ኣለኹ ኣብ ቅድሚኻ ድማ እዚኣን እዚኣን ኣላትን ጸገም በጃኻ ፈውሰኒ እስከ በልዎ ኣብ ገዛኹም ኢኹም ዘለኹም ምንም ዝርእየኩም ዝሰምዓኩም ሰብ የለን በይንኹም ንጐይታ ንገርዎ ኣብ ከምዚኣ ወዲቀ ኣለኹ ጐይታ በጃኻ ኣነ ክተርፍ ኣይደልን እየ ካብ ምንጣቕ በልዎ እስከ በቃ ድሌተይ ኣይኮነን ኣነ ምሳኻ ክኸይድ እየ ዝደሊ በልዎ እስከ ብምጽኣትካስ ክሓፍር ኣይደልን እየ እስከ በልዎ ኣነ ካቶሊክ እየ ኣነ ከንሻ እየ ኣነ ፈዝሚሽን እየ ኣነ ጴንጠ እየ ኣነ ፔንቴኮስታል እየ ኣነ ካቶሊክ እየ ኣነ ተዋህዶ እየ ኣነ ከምዚ ነነነ የሱስ ሓደ እዩ ብሓቅን ብመንፈስን ዝሰግድሉ ብሓቅን ብመንፈስን ዘምልኽዎ ብሓቅን ብመንፈስን ከም ቃሉ ዝኾኑ ሰባት ኣብ ምንጣቕ ክዕወት እዮም ኣነ ጎይታ ተቐቢለ እየ ብፀጋ እየ ድሒነ ሕራይ ክንሪኣ ኢና ሸዓ ክትሪእዋ ኢኹም ጎይታ ርድኣኒ እስከበሎም መዓልቲ ጀፋ ሚኒስትሪ ወርልድ ዋይድ ሎሚ ቅድሚኻ ይቐርብ ኣለኹ መሓረኒ ጎይታ ዓቕሚ ስኢነ ይበልዎ እዛ ዝገብራ ዘለኹ ሕማቕ ኣብ ቅድሚኻ ሲ ዓቕሚ ስኢነ እሞ በጃኻ ብሓይሊ ኩነኒ በልዎ ነፍሲ ወከፍ ብሕቡእ ንገብሮ ጎይታ ይፈልጥ እዩ ነፍሲ ወከፍ በቃ ሰብ ዘይፈልጦ ንገብሮ ነገር ጎይታ ይፈልጦ እዩ ሕጂ ድማ ኣብ ገገዛና ኢና ዘለና ናይ ስጀፋ ፅቡቕ ሲ እዩ ኣብ ገገዛና ኢና ዘለና እስከ ሕሹኽ በልዎ ንጎይታ እዛ ከምዚኣ ዝገብራ ንዓይ እውን ዘይደልያ ዘለኹ ኣነ ዘይፈትዋ ዝገብራ ዘለኹ ሓይሊ ስኢነ እምበር ንዓኻ ክብድል ደልየ ኣይኮንኩን ጎይታ ምሕረት ግበረለይ በልዎ እስከ ምንም ነገር ዘይስምዓኩም ሰባት ተሊኹም ድማ ማለት እንታይ እሞ ገይረ ትብሎ ድማ ካብ ዘይፈልጦ ኣናግፈኒ በልዎ ንዓይ ቅኑዕ ኮይኑ ዝርድኣኒ ኣብ ቅድሜኻ ግን ጎይታ ሓጢኣት ነውሪ ዝኾነ ኣነ ዝገብሮ ዘበለ ብሽም የሱስ ይንስሓ ኣለኹ ሎም መዓልቲ በልዎ ኩላትና እስከ ኣብ ቅድሚ ጎይታ ነቕረሉ መዓልቲ የሱስ ሎም መዓልቲ ዝመፅእ እንታይ ምገበርና ባእሲ ህውከት ቅርሕንቲ ፀርፊ ህልኽ ባእሲ ሕሜት እስከ ነወግዶ ካብ ህይወትና ሕጂ ሎም መዓልቲ ሎሚ ፀሪ ኣለኹ እስከ በልዎ ንጎይታ በጃኻ እታ ከምዚኣ ዝገብራ ዘለኹ ተሓቢኤ ድማ ስኻ ትፈልጣ ኢኻ ጎይታ ካብ ሰብ የተሓቢኤ እምበር ካባኻ ዝሕባእ ምስጢር ወላ ሓደ የለን በልዎ ምሕረት ግበረለይ በሉ እስከ ደም የሱስ ክርስቶስ ጎይታ ጸልዩ ብርኾት ኣነ ባዕለይ ሎም መዓልቲ ኣብ ብርከይ ኮይነ በቃ ብብርከይ ተንበርኪ ከፅሊ ዘለኹ ረእይዎ እስከ ጸልዩ ኩልኻትኩም በቃ ምሕረት ክገብረልና ጎይታ ብመዓልቲ ምንጣቕ ክንዕወት ክንክእል ካብኡ ከትርፈና ዝኽእል ነገራት ዘበለ ኩሉ ድማ ጎይታ ኣብ ቅድሚኻ ንናዘዘሉ ንንስሓሉን ኣለና ሎም መዓልቲ እስከ በልዎ ብሽም የሱስ ዘክረና እግዚኣብሄር ኣበሳናን በደልናን ይቕረ በል፣ ደም የሱስ ክርስቶስ ወድኻ ጌርካ ሕጸበና በልዎ ኢኹም። ምድሓንና ብፍርሃትን ብርዓድን ክንውድእ ክንክእል ምድሓንና ብፍርሃትን ብርዓድን ክንውድእ ክንፍጽም ክከኣለና እዛ ትርብሸኒ ዘላ ጸርፊ ድያ በቃ ሕሜት ድያ እስኪ ጥቐስዎ ኩሉ እቲ ንዓኹም በብውልቂ ዝርብሸኩም ዘበለ ማለትሲ ብዛዕባ እስ ተብዓት ዘይብልኩም ነገራት ብዛዕባ ክትሓስብዋ ከለኹም ተብዓት ዘይብልኩም ትብልዋ ነገር በቃ እስከ ጎይታ እዚኣ ድማ ይገብር ኣለኹ በጃኻ ካብዚኣ መሓረኒ እስከ በልዎ ብሽም የሱስ ክርስቶስ ናዝሬታዊ ኣእዳውና ምስ ናይ ልብና ናባኻ ነልዕል ኣለና እግዚኣብሔር ኣብ ትምህርትና ክንከይድ ስራሕና ክንከይድ ሓዳርና ክንገብር ናብራና ክንገብር እዝንዚ ክንገብር ቢዝነስና ክንገብር እቲ ሓደ ክንገብር ምስቲ ሓደ ክንዛረብ ክነገልግል ላዓል ታሕቲ ክንብል ክንብል ህይወት ዘለኣለም ከይንስእል ሰብ ንብዘላ ዓለም ረቢሑ ነፍሱ ከጥፍእ ስለ ዝኽእል ጎይታ ኣነ ንርእሰይ ኣይኣምናን እየ እምነተይ ንስኻ ኢኻ የሱስ ንህይወተይ ኣይውከላኔ ትውክልተይ ንስኻ ኢኻ የሱስ ብመዓልቲ ምጽኣትካ ከይንሓፍር ጎይታ ኣዝዩ ደሰንብድን ዘፍርህን ነገራት ኣብ ልብና ከይከውን ኣብ ቅድሚኻ ንንስሓን ንናዘዝን ኣለና ጎይታይ ብመዓልትኻ ብመዓልቲ ምጽኣትካ እታ መዓልቲ ጎይታ ተባሂላ ዘላሲ ትብዓት ክህልወና እግዚኣብሄር መንፈስካ ሃበና ኣብ ሽሜስ ኣብ ልብና መንፈስካ ይቀመጥ ኣምላኽ ባዶ ኮይና ከይንጸንሕ መታን ርድኣና እግዚኣብሔር ዘለኣለማዊ ኣምላኽ ሓይልኻ ሃበና እግዚኣብሔር ዘለኣለማዊ ኣምላኽ ምስትውዓልካ ሃበና እግዚኣብሔር ጸልዩ ብሩኻት ኣብ ቅድሚኻ ይቐርብ ኣለኹ ብልዎ ኢኹ ኣብ ቅድሚኻ ይቐርብ ኣለኹ ሓሶት ድዩ ወግ ዝበሎ መዓልቲ ጽልኢ ድዩ ወግ ዝበሎ መዓልቲ ባእሲ ተዓረቑ ሎም መዓልቲ ፍጹም ካብ ምስ ልብኹም ዝተዓረቑ በቃ ህልኽ ተዓረቑ ሕሜት ግደፍዎ የሱ ይምለስ ኣሎ ይመፅእ ኣሎ ጎይታ የማነ ህዝቢ ካባ ንገሮ ይመፅእ ኣለኹ ብዙሓት ተዛንዮም ኣለዉ ካ ይብለኩም ዘሎ ጎይታ ህዝብኻ ንገሮ ተዛንዩ ኣሎ ሰብ ኩሉ ኣታ ጎይታ ኣይተሕፍረኒ እስከ በልዎ ብሩኻት ከይተሕፍረኒ ጎይታ በጃኻ ኣነ ባኻ ይውከል ኣለኹ ድኻመይ እንተዘይኮይኑ ንዓኻ ክብድል ኣይደልን እየ በልዎ ምኽኣል ስኢነዮ እንተዘይኮይነ ንዓኻ ክብድል ኣይደልን እየ ሓይሊ ስኢነ ተዘይኮይነ ዓቕሚ ስኢነ ተዘይኮይነ ንዓኻ ክብድል ኣይደልን እየ በልዎ በጃኻ ምሕረት ግበረለይ በልዎ እስከ ኣብ ልበይ ህልኽ እንከሎ ኣብ ልበይ ፀርፊ ኣብ ልበይ ዓለማውነት ኣብ ልበይ ምንዝርና ኣብ ልበይ ኣብ ዓይነይ ክፍኣት ኣብ ኩሉ ቃላተይ ክፉእ ነገር እንከሎሲ ንስኻ ከምዚ ትሕጎሰሉ ይፈልጥ እየ ምሕረት ግበረለይ ጎይታ በልዎ እስኪ ጎይታ ምሕረት ግበረለይ ፍጹም ምሕረት ግበረለይ እግዚኣብሔር ናባኻ ይመለስ ኣለኹ በለዎ ርድኣኒ እግዚኣብሔር ናትካ ጥራሕ ክኸውን ጸጋኻን ሓይልኻን ኣብዝሓለይ በልዎ ምስትውዓል ሃበኒ ወእግዚኣብሔር ይቕረ በለለይ ጎይታ ብልምምድ ዝኸትክዎ ኖርማል እዩ ዝበልክዎ ነገራት ሓንቲ የብሉን ዝበልክዎ ነገራት በጃኻ ምሕረት ግበረለይ እግዚኣብሔር ይቕረ በለለይ እወ ኣምላኽ እንስሓ ኣለኹ ሎም መዓልቲ ይናዘዝ ድማ ኣለኹ በልዎ ኢኹም እወ ብጸጋ እድሒነ እፈልጥ እየ እቲ ጸጋ ግን ናብ ምንዝርና ክመርሓኒ ይኮነን ተዋሂበዮ እቲ ጸጋ ግን ክሕስወሉ ይኮነን ተዋሂበዮ እቲ ጸጋ ግን ክበኣሰሉ ይኮነን ተዋሂበዮ እቲ ጸጋ ግን ክሓሚ ይኮነን ተዋሂብኒ እቲ ጸጋ ትዕቢት ክዕበየሉ ኣይኮነን ሂብኒ፣ እቲ ጸጋ ንሓወይ ክጸርፈሉ፣ ንሓወይ ኣንጻሩ ክትስእ ኣይኮንኩን ተዋሂብኒ። እቲ ጸጋ ዓለማውነት ክለማመድ ኣይኮነን ገዲፍኒ፣ እቲ ጸጋ ቅኑዕ ክገብር እዩ ምሂርኒ ዘሎ። እቲ ጸጋ ምስ ኣምላኽ ክመላለስ እዩ ዝገብረኒ፣ እቲ ጸጋ ካብ ሓጢኣት ክርሕቕ እዩ ዝገብረኒ፣ እቲ ጸጋ ንኹሉ ዓለማውነት ክፍንፍን እዩ ዝገብረኒ እሞ ጸጋኻ ሕጂ እውን ኣብዚ ሓለይ በልዎ እስከ። ርድኣኒ እግዚኣብሄር ርድኣኒ፣ ሓይሊ ሃበኒ ጎይታ በልዎ። የሱስ ክምለስ እዩ የሱስ ክምለስ እዩ ምሕረትካ እግዚኣብሄር ደም የሱስ ክርስቶስ ይነፅጋ ኣለኹ ሎም መዓልቲ ብሕቡእ ኮነ ብግልፂ ዝተገብረ ኩሉ ሓጢኣትና ይቕረበል ኣብ ኣደባባይ ኮነ ብውሽጢ ዝተገብረ ኩሉ ሓጢኣት እየ ምሕረት ግበር እግዚኣብሄር ሎሚ ግና ኣባኻ ኣደውና ንልዕል ኣለና እግዚኣብሄር ምሕረትካ ይዕበ እግዚኣብሔር ለውሃትካ ይሰልጥን ኣብ ህይወትና እግዚኣብሔር ምሕረት ንብላልና ሎም መዓልቲ ብሽም የሱስ ክርስቶስ ዘለኣለማዊ ኣምላኽ ምሕረት ካብላ ኣለኹ ምሕረት በቃ ኣይከኣልናዮም በልዎ እስኪ ኣይከኣልክዎን እግዚኣብሔር ምሳኻ ክመላለስ ኣኽእለን ንባእ እስኪ በልዎ ኣይከኣልክዎን ጎይታ ክቕደስ ብጣዕሚ ይደሊ ይኣብየኒ ሁሉ ነገር ከም ዝኸውን ደሊ ይኣብየኒ ኣሎ በቃ ኣብ ኣእምሮይ ክፉእ ሓሳብ መፅእ እስከ በልዎ ተስየ ገለ ነገር ክፉእ እገብር ጸርፊ ከይደለኽዎ ይመልቆኒ እስከ በለዎ ብእውነት እግዚኣብሔር ሓቀኛ ሃዚ ንስሑ ሰባት እዩ ዝደሊ ጸጋ ጸጋ እንዳበለ ሽፋን እንዳገበረ ዝኸይ ሰብ ኣይኮንኩን ዝደሊ እግዚኣብሔር ንጸጋና ክንዕቅቦ ነተዋሂብና ዘሎ ጸጋ ድማ ንጽድቅን ንቕንዕናን ንመንግስቲ ኣምላኽ ንምግልጋልን እምበር ንዓለማውነት ኣይኮነን ተዋሂብና ትጸጋ ድላይና ክንገብር ኣይኮነን ጸጋ ዝፈቕደልና ምስ ኣምላኽ ክንመላለስ ዝፈቕደልና ጸጋ ኣምላኽ ተገሊጹ እሞ ንኹሉ ሰብ ድማ ምድሓን ኣምጽእ ኢሉ ርድኣና እግዚኣብሔር በልዎ እስኪ ብምፅኣትካ ከይሓፍር ብምፅኣትካ ወእግዚኣብሔር ከይስንብድ እዚ ኩሉ ኣገልጊለ ብገንዘበይ እዚ ኩሉ ኣገልጊለ ብጉልበተይ እዚ ኩሉ ኣገልጊለ ብዕድመይ ምሉእ እዚ ኩሉ ኣገልጊለ ብቃ ብግዜይ እዚ ኩሉ ኣገልጊለ ብኩሉ ነገራተይ እዚ ብመዓልቲ ምፅኣትካ ግን ከይሓፍር ርድኣኒ እግዚኣብሔር ርድኣኒ ጎይታ በቃ ዘክረኒ እግዚኣብሔር ጸልዩ እስከ ብሩኻት ሎሚ ህይወተይ ንዓኻ ይህበካ ኣለኹ በልዎ በቃ ነገራተይ ኩሉ ንዓኻ ይህበካ ኣለኹ እግዚኣብሔር ነገራተይ ኩሉ ንዓኻ ይህብ ኣለኹ ብሽም የሱስ ክርስቶስ ዘክረኒ እግዚኣብሔር ምሕረትካ ለውሃትካ ወእግዚኣብሔር ኣምላኽ ብሽም የሱስ ክርስቶስ ኣባይ ሰልጥን በልዎ ምሕረት ግበረለይ ወኣምላኽ ሓይሊ ሃበኒ ድማ ኣብ ልዕሊ ሓጢኣት ክመላለስ፣ ንሓጢኣት ክረግጾ ክኽእል ሓይሊ ሃበኒ ኢኻ። ንሓሶት፣ ንስርቂ፣ ንምንዝርና፣ ንርኽሰት፣ ንምጉርምራም፣ ንጽልኢ፣ ንቂምታ፣ ንጓሂ፣ ንኹሉ ክፍኣት ዘበለ ኩሉ፣ ንህልኽ፣ ክረግጾ ክኽእል ሓይልን ስልጣን ሃበኒ፣ ቃልካ ከምኡ እዩ ዝብል በልዎ እስከ። ኣብ ልዕሊ ተመንን ዕንቅርቢትን ክትረግጹ ስልጣን ወይ ከዓ ሓይሊ ሂበኩም ኣለኹ ኢሉ እዩ በቃ። ርድኣኒ እግዚኣብሔር በልዎ ሎሚ መዓልቲ። ኢን ጂሰስ ኔም ዊ ፕራይ ታንክ ዩ ጂሰስ ታንክ ዩ ፋዘር ታንክ ዩ ሆሊ ስፒሪት ክብሪ ንህበካ ኣለና እሞ ብሩኻት ሎም መዓልቲ ጎይታ ህዝ ዝመፅእ ህይወትና ከመይ ትመስል ኣላ ሎሚ ጎይታ የዘክረና ስለ ዘሎ ንምሃሮ ኣለና እቲ ትምህርቲ ሎም መዓልቲ ዝመፅእ ሲ ከመይ ኣሎ ህይወትና እዩ ዘለኹ ምስ ቃል እግዚኣብሄር ዘለኩም ግዜ ምስ ምንባብ መፅሓፍ ቅዱስ ማለት እዩ ምስ ምጽላይ እንደገና ምስ ኣሕዋትኩም ከኣ ዘለኩም ምምልላስ ስለስቲን ሓዝወን ኢኹም መጽሓፍ ቅዱስ ምንባብ ምጽላይ እንደገና ከዓ ምስ ኣሕዋትኩም ዘለኩም ርክብ ከመይ ኣሎ ሰለስቲኤን እየን እዚኤን ሓደገኛ ክትረእይዎን ሰለስቲኤን ድማ ንፉዓት ኩኑ ከነፍርና ዝዛረቦ ዘበለ ኩሉ ፀብፃብ ክንህብ ኢና ነፍሲ ወከፍ ሰብ ዝዛረቦ ዘበለ ዘረባ ብምሉኡ ብመዓልቲ ፍርዲ ጸብጻብ ክህበሉ እዩ። That's why ካብ ኣፍኩም ዘይጠቅም ቃል ኣይውጻእ ኢሉ ዘሎ። እዞም ኩሎም ዝጻረፉ ዘለዉ ትርእይዎም ኣለኹም ዓቢ ሕፍረትን ነውርን ክጉልበቡ እዮም ሽዑ። ምክንያቱ ጸብጻብ ክህብሉ እዮም። እሞ ከኣስ ንጎይታ እዮም ካብ ዝጸርፉ ዘለዉ ንየማነይ ኮይኑ እኮ ንየማነ ስለዝኾኑ መሓሾም ነይሩ። ንጎይታ ነቲ ዝፈርድ ይጸርፍዎ ስለ ዘለዉ ኣበይ እዮም ክኣትዉ እንድዒ እዝግዮ መሓረና ክርስቶስ እዩ ዘብል ካብ ኣፍና ዘይጠቅም ቃል ክወፅእ ኣይግብኦን እምበኣር ኩሉ መዓልቲ ብፍርሃት ኣምላኽ ንመላለስ ብሩኻት የሱስ ይምለስ ኣሎ ናይ ብሓቂ ነገርኩም ዘለኹ ኣብ ቅድሚ ጎይታ ኮይነ ኢኻ እዛረበኩም ዘለኹ የሱስ ይመፅእ ኣሎ ኩሉ ግዜ ኩሉ ግዜ ይረዳእኩም ኣይረዳእኩም ናይ ንስሓ ህይወት ይሓልኹ ናይ ንስሓ ወንጌል ንሰብ ከድሕኖ ዝኽእል ንሱ እዩ ምሕረት ግበረለይ እዩ ዝብል ሓደ እኳ ፃድቅ የለን ፅድቅና መን እዩ ክርስቶስ እዩ ስለዚ ንክርስቶስ ሒዝኩም ሓጢኣት ከይትገብሩ ንክርስቶስ ኣብ ውሽጥኹም የእቲኹም ሓጢኣት ከይትገብሩ ብዙሓት ሰባት ረእዎም ክርስቶስ ኣብ ውሽጦም ሒዞም እዮም ዝፃርፉ ዘለዉ ረእዎም ንክርስቶስ ኣብ ውሽጦም የእትዮሞሲ ሙሉእ መዓልቲ ክሓምዩ ክፃረፉ ነውሪ ክገብሩ ይውዕሉ በቃ ኣብ ህልኽን ኣብ በቃ ዝተፈላለየ ዘይምእዛዝን ትሪ ልብን ይኣትዉ ብመዓልቲ ምንጣቕ እዚኦቶም ግዜ የብሎምን። መን እዩ ብዛዕባ ምንጣቕ ዝመሃረ? ሃዋርያ ጳውሎስ እዩ ምሂር ዘሎ። ኣብ መጽሓፍ ቅዱስና ብጠቕላላ ሓዙኒ ኢኹም ሕጂ መጽሓፍኩም ፒሮኹም ሓዙ ፒሮኹም መጽሓፍኩም መጽሓፍ ቅዱስኩም ሓዙ ኢኹም ክንርኢ ኢና እምበኣር ሃዋርያ ጳውሎስ ዝመሃሮ ትምህርቲ ወይ ከዓ ተገሊፅለይ እዩ ኢሉ ዝመሃሮ ትምህርቲ እዩ ዝምምፃእ እዩ እዚ የሱስ ኣብቲ ናይ ወንጌል ዮሃንስ ተዛሪብላ ኣሎ እዛ ቃል እዚኣ ግን ብዝያዳ ኣጸቢቑ ኣበርቲዑ ድማ ጸቒጡ ዝመሃራ ናይዛ ምንጣቕ ወይ ከኣ የሱስ ከም እንደገና መጺኡ ንሕና ሽዑ ብኣየራት ክንትስእ ኢና ከምዚ ክኸውን ኢሉ ኢን ዲቴይል ዝመሃረ ሰብ ግን ወላ ሓደ የለን። እዚኣ ናይ ጳውሎስ ምግላጽ እያ። ጳውሎስ እዩ ተገሊጽሉ እቲ ቃል ኣምጺእዎ ምዕራፍ ኣርባዕተ ቀዳማይ ተሰሎንቄ ቀዳመይቲ ቀዳመይቲ መልእኽቲ ጳውሎስ ናብ ሰብ ተሰሎንቄ ቀዳማይ ተሰሎንቄ ኢልና ብሓጺር ንጽውዖ ኣብ ምዕራፍ ኣርባዕተ ካብ ቁጽሪ ዓሰርተ ሰለስተ ኣትሒዘ ከንብብ እየ ኩልኹም ጸሓፍዎ ኢኹም ሕራይ ምዕራፍ ኣርባዕተ ቀዳማይ ተሰሎንቄ ካብ ዓሰርተ ሰለስተ ኣብዚ እንድሕሪት ዘሎ ብምሉእ ጳውሎስ ተርኣሪኢኹም መኸንኩም ነቶም ሰባት ከጸናንዕ እንከሎ ኢና ንርኢ ሃዋርያ ጳውሎስ ብዛዕባ እዚ ምጽኣት እዚ ሓደ ግዜ ሓደገኛ ዝኾነ ትምህርቲ ምሂሩ እዩ ብትኽክል እንዲቴል እንታይ ኢሉ ከም ዝመሃረ ኣብዚ መጽሓፍ ቅዱስ ኣይጸሓፈን። ግን እዞም ሰብ እዚኣቶም እዞም ሰብ ቆሮንጦስ ኣብቲ ቤተ ክርስቲያን ንሱ ዝሰረቶ ማሕበር ኣብቲ ጉባኤ እንታይ እዩ ተዛሪቦም ብዘይገድስ ነፍሲ ወከፎም ግን ብዕራይ ድሸይጥ ሸይጡ፣ ሕርሽኡ ድሸይጥ ሸይጡ፣ ገዝኡ ድሸይጥ ሸይጡ፣ ጥሪቱ ድሸይጥ ሸይጡ ብምሉእ እቲ ህዝቢ ኮፍ ኢሉ ክጽበዮ ጸኒሑ እታ ትምህርቲ ምሂርዋ እዩ ከይዱ። የሱስ ክመጽእ እዩ ኩልኻትኩም ድልዋት ኩኑ ከምዚ ሕጂ ዝብለኩም ዘለኹ ማለት እዩ። ኢሉ ትምህርቲ ምስ ሃበ ሃዋርያ ጳውሎስ ሰብ ቆረንጦስ ብምሉኦም ዕዳጋ ከይዶም ብምሉእ ሸይጦም የሱስ ክመፅእ ኢልና እዩ ጳውሎስ ኢሎም ኮፍ ኢሎም ፀኒሖም ኣብታ ካልኣይቲ ደብዳቤኡ ግን እቶም ሰብ ቆረንጦስ ወይ ከዓ እታ ማሕበር ኣዝያ ከም ዘደንገፀቶ እሞ እዋ ኣነ ዶ ሕጂ ክመፅእ እየ ኢለኩም እየ እቲ ሓሳዊ መሲሕ ከይተገለፀ እቲ ምፅኣት ኣይፍፀምን ኢሉ ኮረክሽን ከም ዝገበረላ ኣብታ ቀዳሚ ቆሮንጦስ ኣብታ ካልኢት ቆሮንጦስ ከኣ ንረኽባ ማለት እዩ ኣብታ ምዕራፍ ክልተ ቀዳሚት ቆሮንጦስ ተርእና ሶሪ ተሰሎንቄ ካልኣይቲ መልእኽቲ ተሰሎንቄ ምዕራፍ ክልተ እንታይ ኢሉ ግናኸ ኣቱም ኣሕዋትና ብዛዕባ ምጽኣት ጎይታና የሱስ ክርስቶስን ናብኡ ምእካብናን መዓልቲ ጎይታ ሕጂ ቅርብቲ ከም ዘላስ ብመንፈስ ወይስ ብቃል ወይስ ከምታ ካባና ዝመጸትኩም ደብዳቤ ካብቲ ኣእምሮኹም ቀልጢፍኩም ከይትናቓነቑን ከይትስንብዱን ንልምነኩም ኣለና። እቲ ዝመሃርክኹም ትምህርቲ ቅኑዕ እዩ፣ ካብኡ ከይትወጹ እዩ ዝብሎም ዘሎ። ኣብቲ ሰለስተን ኣርባዕተን ሽዑ እንታይ ኢሉ? ቅድም ክሕተት ከይኮነ እቲ ርእሱ ኣምላኽ ምዃኑ እናኣርኣየ ኣብ መቕደስ ኣምላኽ ክሳዕ ዝቕመጥ ኣምላኽን ቅዱስን ኣብ ዝበሃል ዘበለ ዝትንስእን ዝዕበን ሰብኣይ ዓመጻ እቲ ወዲ ጥፍኣት ከይተገልጸ እታ መዓት እቲኣ ኣይትመጽእን እያ እሞ ብዝኾነ እንተኾነ ሓደኳ ኣየስሕትኩም ኢሉ ኮረክሽን ገይርላ እታ ቀዳመይቲ ትምህርቲ ዝመሃራ ማለት እዩ ስለዚ እንታይ እዩ ዝብለና ዘሎ ጳውሎስ የሱስ ክመፅእ እዩ ኢሉ ሬቨለሽን ዝተቐበለ ጳውሎስ ጥራሕ እዩ ጴጥሮስ ኣይሰበኸ ዮሃንስ ሃዋርያ ኣይሰበኸ በዓል ያዕቆብ ኣይሰበኽዋ እዛ ትምህርቲ እዚኣ ማንም ዝሰበኻ የለን የሱስ ክርስቶስ ንበዓሉ እኳ ደኣሲ ተመሊሱ ከም ዝመፅእ ሒዝና ከዓ ከም ዝኸይድ ጥራሕ ተዛሪብሎ እምበሪ እንዲቴል ትምንጣቕ እንታይ ኢሉ ኣብ መፅሓፍ ቅዱስ ኣይትረኽቦን ኢኻ ኣብ ካልእ ክፍልታት ማለት እዩ እዚ ብፅሕና ናይ ሃዋርያ ጳውሎስ እንታይ እዩ ዝብለና ዘሎ ውጭ ሓቂ ከዓ እምበኣር እንታይ እዩ ዝብለና ዘሎ ቁፅሪ 13 ከምዚ ኢሉ ሕጂ ከንብበልኩም እየ ቀዳማይ ቆሮንጦስ እ፣ ቀዳማይ ተሰሎንቄ እ፣ ምዕራፍ 4 ቁፅሪ 13 ሎማዓልቲ ቆሮንጦስ ጥራሕ ብላ ኣለኹ ሰብ ቆሮንጦስ ኣፍቂረዮም ኣለኹም ስለኒ እ፣ ግናኸ ኣሕዋተየ ኢሉ 13 ከምቶም ተስፋ ዘይብሎም ካልኦት ምእንቲ ከይትሓዝኑ ብዛዕባቶም ደቂሶም ዘለዉ ብዘይ ፍልጠት ክትኮኑ ኣይፈቱን እየ። ንጎይታ ኣሚኖም ናብ ዕርፍቲ ዝኣተዉ ሰባት ብዘይ ፍልጠት ክትኮኑ ኣይደልን እየ። እንታይ እም እንታይ ደኣ እሞ እዚ ኩሉ ኣሚኖም እዚ ኩሉ ኣገልጊሎም እዚ ኩሉ ጸልዮም እዚ ኩሉ ጸይሞም እዚ ኩሉ ገንዘብ ንሰባት ሓጊዞም እዚ ኩሉ ንቤተ ክርስቲያን ገንዘብ ኣዋጺኦም ክንደይ ተቀዲሶምን ንእግዚኣብሔር ኣገልግሎምሲ በቃ ጃስ ሙት ኢሎምሲ ይቕበሩ ዝብል ሕማቕ ፍልጠት ጥራሕ ከይትሕዙ ምእንቲ ብዛዕባቶም ብጎይታ ኣሚኖም እሞ ከዓ ካብዛ ዓለም እዚኣ ብስጋ ተፈልዮም ዘለዉ ሰባት ብዘይ ፍልጠት ክትኮኑ ኣይፈቱን እየ ዋ እሞ እንታይ እቲ ፍልጠት ጳውሎስ 14 ማለት የሱስ ከም ዝሞተን ከም ዝተንስአን ኣሚንና እንተኾይንና ከምኡ እውን ኣምላኽ ነቶም ብየሱስ ዝደቀሱ ምስኡ ከምጽኦም እዩ በሉ ስምዑ ሕጂ የሱስ ክርስቶስ ከም ዝሞተ ተኣምኑ ዲኹም እወ ከም ዝተንስእኸ እወ እምበኣር እቶም ንዕኡ ዝኣምኑ ዘበሉ ኩላቶም ድማ ብስጋ እኳ እንተመቱ እንደገና ከምታ ንሱ ብመንፈስ ዝተንስኣ እቶም ንዕኡ ዝኣመኑ ሰባት ድማ ትንሳኤ ምውታን ክኾነሎም እዩ ኢሉ ምሂሩ ቁፅሪ ዓሰርተ ሓሙሽተ ንሕና ክሳዕ ምጽኣት ጎይታ ብህይወት እንጸንሕ ኸኣ ነቶም ዝደቀሱ ካብ ከቶ ከም ዘይንቕድሞም እዚ ብቓል ጎይታ ንብለኩም ኣሎና ሕጂ ጳውሎስ ኣብ ዘመኑ ክትከውን ይጽበያ ስለ ዝነበረ እዩ ንሕና ኢሉ እምበር ረእዎ ሕጂ ጳውሎስ ናብ ጎይታ ካብ ዝኸይድ ክንደይ ሽሕ ዓመት ኮይኑሎ ረእዎ ኢኹ ራይ ኣራውንቱ ታውዛም ኮይኑሎ ጥራሕ ብከባቢ ሶን ኣርባዕተን ዓመተ ምረት ከባቢ ሰብዓ ዕስራን ሓሙሽተን ከባቢኡ ሰቢኽዎ ስብከት እዚ ግረይዎ ክንደይ ኣሽሓት ዓመታት ኮይኑ ኣሎ ጳውሎስ ግን ሽዑ የሱስ ክመጽእ እዩ ኢሉ ይኣምን ስለ ዝነበረ ሕጂ ክመጽእ እዩ ጎይታ ኢሉ ከዓ ይሰብኽ ስለ ዝነበረ በቃ እቶም ቅድሜና ከይዶም ዘለዉ ሕጂ ምስ ጎይታ ትስኡ እዮም ንሕና ብሂወት ንጸንሕ ድማ ሕጂ ረእይዎ በቃ ኣሕዋት ክዳለዉ ኣለኩም ኢሉ ቅድሚ ክልተ ሽሕ ዓመተ ምህረት እዩ ጳውሎስ ሰብኮ ነይሩ ስመት ምክንያቱ ስለምንታይ ጳውሎስ ከምኡ ገይሩ ህዝቡ ዘዳሉ ዘሎ እንታይ ኢልኩምኒ ኤኒ ታይም የሱስ ክመጽእ ስለ ዝኽእል እታ መዓልቲ ጎይታኸ ማንም እኳ ፍጹም ሓደ ሰብ ኣብ ምድሪ ኮይኑ ዕለት ክንድዚ ወርሒ ክንድዚ ምጽኣት ናይ ጎይታ ክኸውን እዩ ዝብል ሰብ የለን እዩ ዝብለኩም ብዙሓት በዚ ከይትደናገሩ ኢኹም ንዕለት ክንድዚ የሱ ክመጽእ እዩ ንሰዓት ክንድዚ የሱ ክመጽእ ተለምኹም ኦ ዕለት ኣይኮንኩን ዝፅበ ወይ ሰዓት ኩሉ መዓልቲ እየ ድልው ክኸውን ዘለኒ የሱ ግን ከምኡ ይኮነን ዝብል ዘሎ ጳውሎስ እምበኣር ዝምህሩ ዘሎ ረእይዎ ኢኹም ብዛዕባ እቶም ብክርስቶስ ኣሚኖም እሞ ዕድሜኦም ኣኺሉ ብጎይታ ዝዓረፉ ሰባት ፍልጠት ዘይብልኩም ክትኮኑ ኣይደልን እየ እምበኣር እቲ ትምህርቲ ክትፈልጥዎ ዘለኩም የሱስ መይቱ ከም ዝተንስአ እቶም ብጎይታ ዘለዉ ኩላቶም ድማ መይቶም ብስጋ ብመንፈስ ከዓ ክትስኡ እዮም እዚ ፍልጠት ዝሓዝዎ ኢኹም ኢሉ ንሕናቶም ክሳዕ ጎይታ ዝመፅእ ብሂወት ኣብ ምድሪ ንፀንሕ ድማ ነቶም ቅድሜና ብስጋ ከይዶም ዘለዉ ማለት ዓሪፎም ዘለዉ ሰባት ኣይንቕድሞም ኒና ቅዱም ሳቶም እዮም ዝርእይዎ ናይ ማይክሮ ሰከንድ ኢልዎም ግን ቅዱም ሳቶም ርእይዎ ሽዕ ንና ድማ ብስጋ ዘለና ድማ ቀልጢፍናስ ንልወጥ ስጋና ይመውትን እዩ ናብ ምልዋጥ ንኣቱ ኢሉ ጳውሎስ ንሰብ ተሰሎንቄ ምሂርዎም ቁፅሪ 16 ጎይታ ባዕሉ ብናይ ትእዛዝ ጭድርታን ብድምፂ ሊቀ መለኸትን ብመለኸት ኣምላኽን ካብ ሰማይ ክወርድ እዩ ስለዚ የሱስ ክገብር እዩ ክመፅእ እዩ ጳውሎስ ሕጂ ኣርእይዋ ድማ ርኣይዎ ኢኹም ጳውሎስ ዝረኣዮ ረቨለሽን እዩ ዝረኣዮ ራእይ እዩ እዚ የሱስ ክመፅእ ከሎ ርእይዎ እታ ዕለት ግን ኣይፈልጣን እዩ እታ ዕለት ክፈልጣ ግን ኣይተዋሃበቶ መዓስ እዩ ዝመፅእ ዘሎ ሎሚ ክትከውን ትኽእል እያ ጳውሎስ ኣብ ዘመኑ ይመፅእ ኣሎ ኢሉ ሕጂ እውን የሱስ ክርስቶስ በቃ ክመፅእ ከሎ እትርእዩ ሰባት ክትህልው ትኽእሉ ኢኹም ሕጂ እውን የሱስ ክርስቶስ ክመፅእ ከሎ በቃ ብሕልሚ ድዩ ብራእይ ድዩ ብድምፂ ድዩ ብዝኾነ ይኹን ክትርእይዎ ትኽእሉ ኢኹም ኩሉ መዓት ጥንቁቓት ኩኑ ኢኹም ጳውሎስ ልክዕ ከምዛ ሕጂ ኣነ ዝረኣኹዋ ከምዛ ሕጂ ጎይታ ዝተዛረበኒ ከምኣ ይርእይዋ ጳውሎስ የሱስ ክመፅእ እወ በቃ ኣነ ኩሉ መዓት ኢኹም እየ ዝብል ሓደ ነገር እየ ሽዑ ኮንክሉጅን ገይረ የሱስ ክመፅእ እዩ በቃ መዓስ ከም ዝመፅእ ሓደ እኳ ዝፈልጣ የልቦን ኢሉ ኣሎ ኩሉ መዓልቲ ግን ዝተዳለኹም ኩኑ ኢኹም ኩሉ መዓልቲ ጽባሕ ክንሳሕ ኸይ ትብሉ ኢኹም ዝተጋገኹም እሞ ቀልጢፍኩም ተኣረሙ ልብኹም ኣጽርይዎ ኢኹም ብሩኻት ኣነ ከምኣ እየ ዝገብር ኩሉ ግዜ ጎይታ ሎም መዓልቲ ክትመፅእ ስለ ትኽእል በቃ ይንሳሕ ኣለኹ ኣነ እንድዕ ከምዚ ገይረ ኣይብልኒ ግን ገይረ ከዓ ክኸውን ስለ ዝኽእል ኣብ ቅድሚኻ ምሕረት ግበረለይ ኢለ በቃ ደቂሰ ከለኹ ከይመፅእ ከይተረፈስ ይፈርህ ይገርመኩም ምስ ደቀስኩ ሰላም ሕድርካ ብሰላማ ተሰኣና ዘይተሰኣና ካብኡ ገይርና ተኸድና ዘይተስኣኹም ከ ብኡ ገይሩ ተወሰደና ስለዚ ኩሉ ግዜ ክትድቅሱ ከለኹም ጎይታ ካብ ዝርዮ ካብ ትሰምዖ ብምርኣይ ብዙሕ ሓጢኣት እዩ ዝግበር ብምስማዕ ብዙሕ ሓጢኣት እዩ ዝግበር ብምሕሳብ ማእለያ ዘይብሉ ሓጢኣት እዩ ዝግበር ብሩኻት ስለዚ ክትድቅሱ ከለኹም ኣነ ዝገብሮ ንሱ እዩ በቃ ሃይማኖት የዕርፍ ሕጂ በቃ ክብለኒ ከሎ ጎይታ ምሕረት ግበረለይ ኢኻ በል ብዘረባ ብምስማዕ ብምርኣይ ብዝኾነ ይኹን ነገራት ኣብ ልበይ ዝሓሰብኩዎ ከይተረፈ ንዓኻ ዘውግህ ነገር ገይረ ከይህሉ ብደምካ ገይርካ ሕጸበኒ ብሽም የሱስ እድቅስ ኣለኹ ኣሜን እየ ዝብል ናብ ደቂሰ ከሎ ክመጽእ ኽእል ኤኒ ታይም የሱስ ክመጽእ ኽእል እዩ ጳውሎስ እምበኣር ነዚ ትምህርቲ እዚ ምሂርዎ ረይዎ ጎይታ ባዕሉ ብናይ ትእዛዝ ጭድርታን ብድምፂ ሊቀ መላእኽትን ብመለኸት ኣምላኽን ካብ ሰማይ ክወርድ እዩ ይወርድ ይኸውን እዩ ኮነ ዘሎ ሃንድረድ ፐርሰንት ሹር ኮይኑ ይዛረብ ዘሎ ጳውሎስ ክወርድ እዩ እቶም ብክርስቶስ ዝመቱ እውን ቅድም ክትንስኦም ድሕርዚ ንሕና ብህይወት ጸኒሕና ዘሎና ንምቕባል ጎይታ ኣብ ኣየር ምሳቶም ሓቢርና ብደበና ክንለዓል ኢና ከምኡ እውን ንሓዋሩ ምስ ጎይታ ክንነብር ኢና ደጊም በዘን ቃላት እዚኣተን ንሓድሕድኩም ተጸናንዑ ኢሉ ድላይካ እንዳገበርካስ ጎይታ ክነጥቀኒ እዩ ዘገርም እኳ እዩ ሙሉእ መዓልቲ ክጻረፉ እንዳወዓሉ ሙሉእ መዓልቲ ክደግሙ እንዳወዓሉ ሙሉእ መዓልቲ ስለ ሓብቶምን ሓዎምን ክፉእ ክገብሩ እንዳወዓሉስ ክንጠቑ ይፅበዩ ኣለዉ ብፀጋ ድሒነ እየ በቃ ኣነ ጎይታ ተቐቢለ ኣለኹ ኣነ ኣምላኽ ሰበ መፅሓፍ ቅዱስ የንብብ ኣለኹ በቃ እሞ ትፀርፊ ትፀርፉ ዘለኻ ኸ እቲ ህልኽ ኸ እቲ ጥንቆላ ኸ እቲ ምንዝርና ኸ እቲ ሓሶት ኸ ትፀርፊ ኸ ትበኣሲ ኸ ነኖ ኣምላኽ ከምኡ ከሎ ስለ ዘፍቀረኒ ከምኡ ከለኹ እዩ በቃ ብፀጋ ኣድሒንኒ ስለዚ ወላ ሓንቲ ፀገም የብሉን ዋው እንታይ ዓይነት ወንጌል እዩ ዝገርመኒ ኣነ እዋይ ከምዛ ናቶም ክትጥዕም መዓት እያ ብጣዕሚ እያ ጥዕምቲ በቃ ብጸጋ እየ ድሒነ ሽዑ ድላይ ክገብር ንዓይ መዋጽእትኒ ነይራ ክግርመኩም ግን ንምድሓንኩም ብርዓድን ብምንቅጥቃጥን ፈጽምዎ ኢሎም ድማ እቶም ኣቦታት ቀዳሞት ናይ ኣምላኽ ሰባት ምሂሮምና ኣለዉ ነቲ ድሒንኩሞ ዘለኹም ነቲ ተቐቢልኩሞ ዘለኹም ጸጋ ነቲ ተቐቢልኩሞ ዘለኹም ጸጋ ስልዩ ድማ መከራ ክትረኽብሉ ኢኹም ተቐቢልኩሞ ዘለኹም ጸጋ እተቐቢልኩሞ ዘለኹም ጸጋ በቲ ጸጋቲ ክትቅደሱ እተቐቢልኩሞ ዘለኹም ጸጋ በቲ ጸጋቲ ንጎይታ ክተገልግሉ ደኣ እምበር በቲ ጸጋቲ ክትሕሱ ክትምንዝር ክትሰርቕ ክትበኣስ ክትጻረፍ ኣብ ህልኽ ክትኣቱ ማእለያ ዘይብሉ ክፍኣት ክትገብር ጸጋ ኣምላኽ ኣይተዋሃበናን ጸጋ ኣምላኽ ክንድሕነሉ እዩ ጸጋ ኣምላኽ ክንቅደሰሉ እዩ ጸጋ ኣምላኽ ክንቅበኣሉ እዩ ጸጋ ኣምላኽ ክንልወጠሉ እዩ ዝወሃበና መንፈስ ኣምላኽ እንተ ነፊሱኩም ጸጋ ኣምላኽ ኣብ ውሽጥኹም እንተ ኣትይኩም ልውጣት ሰባት ኢኹም ትኾኑ ትጻረፉ ዝነበርኩም ጸርፊ ትሓድጉ ትበኣሱ ዝነበርኩም ሲ ልኡማት ትኾኑ መንጸርጸርቲ ዝነበርኩም ሲ ኣዚኹም ትልወጡ ኣንተ ሓንቲ ሓብትና ከምኡ ኢላ ምሽ ራይ ትሪእዎ ኣለኹም ናይ ማእለያ ዘይብሉ ካራክተር ሰብ ይቕየር ኣሎ ሪእዎ እሱ እዩ ጸጋ ዝበሃል እሱ እዩ ወንጌል ዝበሃል ለዊጥካ ዶ ወንጌል ክርስቶስ ለዊጥካ ዶ ጸጋ ክርስቶስ እቲ ጸጋ ምስ ተቐበልካዮ እቲ ጸጋ ኣባኻ ምስ ኣተወስ ለዊጥክ ዶ ለዊጥካ ዶ ወይስ ከምታ ናይ ቀደም ዝነበርካ ህይወት ከመይ ኢኻ ትመላለስ ዘለኻ እታ ፍልልይ ዘላ ተዓሚትካ ትጽሊ መጽሓፍ ቅዱስ ተንብብ ቸርሽ ከዓ ትመላለስ ካልእ ግን ብምሉኡ ካራክተርካ እቲ ዓለማዊ ከለካ ትገብሩ ነበርካ ትገብር እንተ ኣለካ ኮንካ ስቲል ኣይተለወጥካን ኣይተለወጥክን ኣይተለወጥናን ትዝምር ኣለኻ ሕጂ መጽሓፍ ቅዱስ ገንጺልካ ትንብብ ኣለኻ ሰንበት ሰንበት ቸርች ትመላለስ ወይ ረቡዕ ረቡዕ ዓርቢ ዓርቢ ትካፈል ኣለኻ ወደ መዝሙር ዝብል ትመሃር ኣለኻ እቲ ባህርያትካ ብምሉእ ግን ምኹራይ ምንፅርፃር ፀርፊ ህልኽ ባእሲ ብምሉእ ትገብሮ እንተለኻ ግን ኣይተለወጥክን ኣይተለወጥካን ኣይተለወጥካን ወንጌል ኣይተረዳእካን ኣይተቐበልካዮ እንኳን ኣጎይታ ወንጌል ዝልውጥ እዩ ህይወትካ እዩ ዝልውጥ ጸጋ ኣምላኽ ኣባኻትኩም እንተ ኣትዩ ኮምፕሊትሊ ሰብ ክሳዕ ዝግረም እዩ ዝኸውን ይግረም ሰብ ክገርመኩም ዋ እዚ የማነ ድዮም ዝብልኹ እቲ ከምዚ ዝገብር ነበረ ዋ እዚኣ ኣስቴር ድያ እዚኣ ዮሃና ድያ እዚኣ በቃ እዚኣ በቃ ሽምኩም እዚኣ ትበሃሉ ንምንታይ ዝልውጥ ጸጋ ኣምላኽ ኣባኻትኩም ተገሊጹ ዝልውጥ ጸጋ እንታይ ይብለና ዘሎ ጳውሎስ እምበኣር ደጋጊሙ እዩ ምሂርዎ ትምህርቲ እዚ ሃዋርያ ጳውሎስ ካብኡ ዝተላዕለ ድማ እዮም ሰብ ተሰሎንቄ ኣቑሑቶም ሸይጦም ኮፍ ኢሎም ተጸብየሞ ሎመዓልቲ ምጽኣት ክኸውን እዩ ጽባሕ ብጥሜት ተወዲኦም ኣቱም ሰባት ኣነ እኮ ምጽኣት ዝበልኩኹም እቲ ኣንቲ ክራይስት ኮይ ቅድም ክመጽእ ኢልዎም ሽዑ ኦ ቅድም ትጸረ ክርስቶስ እዩ ክመጽእ እወ ኦኬ ክሳብ ሕጂ ክልተ ሽሕ ዓመት ቀሪቡ ኣሎ ጳውሎስ እዛ ትምህርቲ እዚኣ ካብዚ ምህራ ማለት እዩ ጎይታና የሱስ ክርስቶስ ብድብድብታ እኸሉ ትዝርብ ኣቢሉ ሕልፍ ዝበላ ትምህርቲ ግን ኣብ ወንጌል ዮሃንስ ምዕራፍ ዓሰርተ ኣርባዕተ ኣላትና ርኣይዋ ኢኹም ወንጌል ዮሃንስ ምዕራፍ ዓሰርተ ኣርባዕተ ቁጽሪ ዓሰርተ ሸሞንተ ከምዚ ትብል ኣነ ዘኽታማት ኮይንኩም ኣይሓድገኩምን ናባኻትኩም ክምለስ እየ ማለት ናባኻትኩም ክመጽእ እየ ቅሩብ ግዜ ዓለም ደጊም ኣይክትርእየንን እያ ንስኻትኩም ግና ክትርኡኒ ኢኹም፣ ኣነ ህያው እየ እሞ፣ ንስኻትኩም እውን ህያዋን ክትኮኑ ኢኹም። ንሃዋርያት ዝዛረቦ ዘሎ ቃላት የሕጅራይዎ ኢኹም። ስለዚ ንሃዋርያት ይዛረቦም ኣሎ። ቁልሕልሕ ክትብሉ ኣይገድፈኩምኒ። ስእልኩም በቃ ከም ዘኽታማት ንዓይ ብምእማንኩምሲ ተነጺልኩም ካብ ሰማት ካብ ሰባትሲ በቃ ስእልኩም ዘኽታማት ኮይንኩም ኣይሓድገኩምኒ። እንታይ ደኣ ክመጽእ እየ ናባኻትኩም። ቅሩብ ግዜ ዓለም ደጊም ኣይክትርእንን እያ። ንስኻትኩም ግና ክትርኡኒ ኢኹም። ስምዑ ኣለኹም ብሩኻት፣ የሱስ ዝርኣ እዩ ዝበልክኹም ብኸምዚ እየ። እቶም ጎይታ በቃ ዝተገለጸሎም ሰባት ጎይታ ይረኣዮም እዩ። ብዘይ ከምኡ እንታይ ኢልካ ክትሰብኽ፣ እንታይ ኢልካ ክትምህር፣ እንታይ ኢልካ ክትምዕድ። እሱ ከኣ ናተይ ለይትን መዓልትን ጻዕረይ ጸሎተይ ነፍሲ ወከፍኩምሲ ጎይታ ክግለጸልኩም ኣለዎ። ጎይታ ክግለጸልኩም እንታይ ይብሎም ዘሎ እዚ እምበኣር በቃ እስኻትኩም ግን ክትርኡኒ ኢኹም። ኣነ ህያው እየ እሞ ንስኻትኩም እውን ህያዋን ክትኮኑ ኢኹም ንሃዋርያት ይዛረብም ዘሎ ማቱ መንፈስ ቅዱስ ክወሃቦም ስለ ዝኾነ ህያዋን ክትኮኑ ኢኹም ኢልዎ ቁፅሪ ዕስራ በታ መዓልቲ እቲኣ ኣነ ኣብ ኣቦይ ንስኻትኩም ከዓ ኣባይ ኣነ እውን ኣባኻትኩም ምህላወይ ክትፈልጡ ኢኹም እቲ ትእዛዛተይ ዘለዎ እሞ ዝሕልዎ ንሱ እዩ ዘፍቅረኒ ነቲ ዘፍቅረኒ ድማ ኣቦይ የፍቅሮ እዩ ኣነ እውን እፍቅሮ ርእሴ ከኣ እገልጸሉ። ዓጽዩ ኣራእይዎ። የሱስ ብዛዕባ እታ ናይ ዳግም ምጽኣቱ ኣብዚኣ እዩ ክዛረብ ዘሎ፣ እዛ ምዕራፍ ዓሰርተ ኣርባዕተ። ኣነ ክኸይድ እየ፣ ቁጽሪ ሓደ እውን እንተኣ ርኢናዮ፣ ልብኹም ኣይሸበር፣ ብኣምላኽ እመኑ፣ ብኣይ እውን እመኑ፣ ኣብ ቤት ኣቦይ ብዙሕ ማሕደር ኣሎ፣ እቲ እንተ ዘይህሉስ ምበልኩኹም ነይረ፣ ስፍራ ከዳልወልኩም እኸይድ ኣለኹ፣ ከይደ ስፍራ ምስ ኣዳለኹልኩም፣ ኣብቲ ኣነ ዘለኹዎ ንስኻትኩም እውን ኣብኡ ምእንቲ ክትኮኑስ ተመሊሰ ክመጽእ እየ እሞ ናባይ ክወስደኩም እየ። ዮሃንስ ወንጌል ምዕራፍ ዓሰርተ ኣርባዕተ ቁጽሪ ሓደ ስለዚ የሱስ ኣብዛ ምዕራፍ እዚኣ ብዛዕባ ተመሊሱ ክመጽእ ምዃኑ 100% ሹር ገይሩ ገሊጹ ኣሎ ጳውሎስ ድማ እንደገና ነዛ ጎይታ የሱስ ተዛረባ እዚኣ ኣብ መንፈሳዊ ዓለም ረኺቡ ዘገርም ትምህርቲ ከዓ እንደገና ምሂርና ማለት እዩ ኣብ ካልእ መፅሓፍ ኣይትረኽቦን ኢኹም ወይ ከዓ ካልእ ሰባኺ ብጀካ የሱስ ክርስቶስን ጳውሎስን ካልኦት ኣይሰበኹን ኣጸቢቖም ኣይሰበኹን ብዛዕባ እዚ ውሽጢ ኣትዮም ዝሰበኹ ክልቲኣቶም እዮም ረእዎ ክመፅእ ኢየሱስ ዝብለና ዘሎ ብኸምኡ ኢና ሎም መዓልቲ የሱስ ክምለስ እዩ ንብል ዘለና ገንዘብኩም ኣበይ ይውዕል ኣሎ ህይወትኩም ኣበይ ይውዕል ኣሎ ግዜኹም ኣበይ ይጠፍእ ኣሎ ነገርኩም ንመን ተቐድምዎ ኣለኹም ነቲ መወዳእታን መጀመርታን ዘይብሉ ኣምላኽ ድዩስ ወይስ ኢልካ ካብከንቶም ኣንቱ ኢየሱስ ይመጽእ ኣሎ ኩሉ መዓልቲ እተዳለና ክንከውን ጎይታ የሱስ ክርስቶስ ከምኡ እውን ሃዋርያ ጳውሎስ ኣጸቢቑ ብዛዕባ መጽኣቱ እንታይ ገይሩ ኣሎ ሰቢኹን ምሂሩን ኣሎ እስከ ማቴዎስ ወንጌል ምዕራፍ 24 ሒዝኩማ ነዚአን ቁጠስ እዚኣተን ቀዳማይ ማለት ምዕራፍ 14 ወንጌል ዮሃንስ ቁፅሪ ሓደ እንደገና ምዕራፍ ዓሰርተ ኣርባዕተ ወንጌል ዮሃንስ ካብ ዓሰርተ ሸሞንተ ክሳብ ዕስራ እንደገና ቀዳማይ ተሰሎንቄ ምዕራፍ ኣርባዕተ ካብ ዓሰርተ ሰለስተ ክሳብ መወዳእታ ሒዝኩመን ኣለኹም ዶ ሒዝኩመን ዶ እንደገና ሕጂ መበል ክንደይ ጥቕሲ ራብዓይ ጥቕሲ እንታይ በልኩም ኣለኹ ወንጌል ማቴዎስ ዕስራን ኣርባዕተን ኣርባዕን ኣርባዕተን ኣብኡ ድማ እንታይ ኢልና ኣሎ ጎይታ የሱስ ክርስቶስ ርኣይዎ ኢኹም እንታይ ኢሉ ተዛሪብሎም በኣር እምበኣር ኣነን ንስኻትኩምን ኩሉ መዓልቲ ብጎይታ ዝተዳለና ንኹን። ኩሉ መዓልቲ ናይ ንስሓ ወንጌል ክህልወና፣ ኩሉ መዓልቲ። እግዚኣብሄር ዝደልዮ ነገር ከኣ ንሱ ስለ ዝኾነ፣ ካባና ዝጽበዮ ጎይታ እውን ንሱ ስለ ዝኾነ፣ እንታይ ኢሉ መሲልኩም? ዕስራን ኣርባዕተን፣ ኣርባዓን ኣርባዕተን ወንጌል ማቴዎስ፣ ስለዚ ወዲ ሰብ ብዘይ ሓሰብኩምዋ ግዜ ክመጽእ እዩ እሞ፣ ንስኻትኩም ድማ እተዳለኹም ኩኑ። ስራሕና እንዳ ሰራሕና፣ ትምህርቲ ከድና ካለና ደቅና ትምህርቲ ፋኒናዮም ከለና ኣብቲ ስራሕ ካምፓ እንዳሰራሕኹም እንታይ ምክብለኩም እዩ ወይ ኣብ መገሻ ከለኹም በቃ ደሓን እዚ ገዛ ከምዚ ዓፅየ ደሓን እንዳክስቶ በፂሐ ክመፅእ ኣብቲ በቃ እንዳ መሓዛኺ ከለኺ እንዳ መሓዛኻ ከለኻ ወይ እንዳ ቤተሰብ ከለኹም ሃንደበት የሱስ ክመፅእ እዩ ሃንደበት ኩሉ መዓልቲ እተዳለኹም ኩኑ ኢሉ እንታይ ብለና ኣሎ ምስ ኢድኩም ማዕዳ እዩ ዝህብ ዘሎ እንዳተምሃርና ኮፍ ኢልና እንዳፅናዕና ፅባሕ እኮ ኤግዛም ኣለኒ እንዳበልና ከልና ቦግ ኤግዛም የለ ገለ የለ ሽዑ ይበልኹም ብልኳት ፅባሕ ከምዚ ኣለኒ ቦግ ፅባሕ ቆፅር ኣለና ኢንተርቪው በቃ የሱስ ባዕሉ እዩ ዛረብ ዘሎ ሕጂ ብዝረኣይዎ ደጊመ ከምብባ እታ ቃል ስለዚ ወዲ ሰብ ብዘይሓሰብኩምዋ ግዜ ክመፅእ እሞ ንስኻትኩም ድማ እተዳለኹም ኩኑ ኩሉ ነገር ኣዘኪረኩም ዘሎ መዓልቲ ስራሕኹም ከይተሓድኩ ከም ሰብ ተሰሎንቄ ትምህርትኹም ከይተሓድኩ ዋላ የሱስ ክርስቶስ ከም ፅባሕ ድመፅእ እንከሎሲ ሎም መዓልቲ ኳ ገዛ ግዝኡ ፀገም ኣይኮነ ንሱ ኩሉ መዓልቲ ግን ዝተዳለኹም ኩኑ እየ ዝብል ዘለኹ ምክንያቱ የሱስ ክርስቶስ ብቃሉ ባዕሉ ከም እዩ ዝዛረብ ዘሎ ረእይዎ ብዘይሓሰብኩማ ግዜ ህሩግ ክብለኩም ይኽእል እዩ ረእይዎ የሱስ ንመን ይዛረብ ዘሎ ሕጂ ነቶም ዓሰርተ ክልተ ሃዋርያት ኢለ እሞ ሽዑ ዋላ ክመፅእ ይኽእል ነይሩ እዩ እወ ዋላ ሽዑ ክመፅእ ይኽእል ነይሩ እዩ ግረይ ሃዋርያት ሓሊፎም ጳውሎስ ሓሊፉ ካልኦት ሓሊፎም ካልኦት ሓሊፎም ሎም መዓልቲ ድማ ንስኻትኩምን ድሕሪ ክልተ ሽሕን ዕስራን ሓሙሽተን ዓመት ንሰብ ኩልና ትምህርቲ ረእይዎ እዩ ሕጂ እውን ንሕና እኮ ክንሓልፍ እውን ንኽእል እኳ ኢና ከይመፀ ጎይታ ኩሉ መዓልቲ ግን ዝተዳለና ክንከውን የሱስ ክርስቶስ ባዕሉ ይምህረና ኣሎ ድልዋ ዲኹም ብሩኳት ነዚ ነገር እዚ ዕጡቃት ዲኹም ኩሉ መዓልቲ ክዝክርዎ ነዚ ነገር እዚ ኩሉ መዓልቲ ክትፈልጡ ድልዋ ዲኹም እወ እንተ ኮይኑ ሎ መዓልቲ መልስኹም ናይ ንስሓ ወንጌል ሓዙ ኢኹም ትፈልጥዎ ዘይትፈልጥዎ ነገር ኣይትፈልጥዎን ኢኹም እስኹም ትፈልጥዎ ግን ንሕና ንፈልጦ ነገር ክህሉ ከሎ ግን ደሜስ ጽውዕ ኣለኹ እናበልኩ ኩሉ መዓልቲ ጸልዩ ኣቦ ክብሪ ንህበካልና ሎ መዓልቲ ስለዝነበረና ግዜ ተመስገን ሕጂ ብምጽኣትካ ከይንሓፍር ምእንቲ ዝተላማመድናዮ ሓጢኣት ከይህሉ፣ ዝተላማመድናዮ ጸርፊድ ይኹን ሕሜት፣ ባእሲ ይኹን ህልኽ፣ ዝተላማመድናዮ ቂምታ ከይህሉ ምሕረት ግበረልና እግዚኣብሄር ኣምላኽ። ስምካ ንዘለኣለም ዝተባረኸ ይኹን። In Jesus name. ኣሜን።